ኣውሳን ጆበሪ ቤት መሸጣ ወርቂ እኖ ሕጅውን ንሃገራውን ሃይማኖታውን በዓላት ተፈሲኩም ትዕልፍሉ በብዓይነቱ ስልማት ወርቂ ኣዳልዩ ጆባ ይብለኩም ኣታ ታይዳ ብዋርቕ ዓውሳን ጆለሪ ደሚቑ እንክረኣ መን እዩ እሞ ሃነይነይ ዘይብለሉ? ኣብ ሃገረ ኣሜሪካ ብመርመራ ላቦራቶሪ ብቕዓቱ ዘረጋገጸ፣ ኣብ ዕዳጋታት ዓለም ብጽርየቱን ጽባቒኡን ዝሻመውሉ ቀዳማይ ዓይነት ወርቂ እዩ። ካብ ዓውሳን ጆለሪ ኢና። ኣብ ዘዘለኹሞ ሃገር ኴንኩም ምስ ትእዙዙና፣ ኣብ ገገዛኹም ጥብ ከነብለልኩም ኢና። ብቑጽሪ፣ ባዶ፣ ባዶ፣ ዓሰርተ ሓሙሽተ፣ ዓሰርተ ክልተ፣ ሰማንያ፣ ተስዓን ኣርባዕተን፣ ኣርባዕተ፣ ሓምሳን ትሽዓተን ደውሉልና። Awesome Jewelry

ተኻታተልትና የውሃና ርሑስ ሓድሽ ዓመት ርሑስ በዓል ልደት ክብል እፈቱ ከምቲ ዝተኻታተልኩሞ ኣብቲ ናይ ትማሊ ዘካየድናዮ መደብ ዕጫ ብምግባር ንፕሮፌሰር ተስፋይ ሃይለ ማነጂን ዳይሬክተር ናይ ስማፕ ኢንስቲትዩት ዕጫ በፂሓ በዚ ምክንያት ድማ ሎሚ ኣብዛ ናይ ዕረፍቲ ግዜ ንፕሮፌሰር ክንረኽቦ ንቤቱ ንኸይድ ኣለና ስለዚ ከመይ ክኸውን እቲ ሃዋሁ እቲ ምስትምቓር ኮታ ብሓፈሻ እቲ ፕሮፌሰር ተስፋይ ሃይለ ነቶም ዘይንፈልጦ መን እዩ እዚ ምዕሩግ ሰብኣይ መን እዩ ዝኳዕናን ሰብኣይ ክንዲዚ ዘፍረየ ሰብ ትብሉ ክትልው ተስፋ ይገብር ፕሮፌሰር ተስፋይ ሃይለ ብሓፈሻ ንኩልኹም ፈለጥቲ ድማ በዚ ኣጋጣሚ እዚ የውሃና እንቋ ሓጎሰና ክብል ይፈቱ ፈተውተይ ኩልኹም ምሳይ ዝደኸምኩም እንቋዕ ዝርኣየኩም ዓስበዩ ዓስብኹም ሜጋ ሓፍተይ ኣብዚ ቦታ ተረኪባ ኣላ ልክዕ ሳባ ቢልዲን ኢና ዘለና ንመዘከርታ ክኸውን ድማ ኣዝዩ ባህ ክብሎ ኩሉ ሰብ ንምዝካር ዝኣክል ስማፕ ሳባ ቢልዲንግ ስማፕ ካምፓስ ዋን እቲ ዝተማሃርናሉ ቤት ትምህርቲ ብዙሕ ሰብ ዝፈረየሉ እዚ ንዕዘቦ ዘለና ከባቢ ትራቮሎ ኣብዚ እቲ ቤት ትምህርቲ ስማፕ ዝነበረሉ እዩ እስከ ሜጋ ሓፍተይ መፅኣ ትንላ እንኳዕ ዳሕን መፃኺ እግድ

ሓቂ ማናጅመንት ትወስድ ነርካ ማናጅመንት ኣካውንቲ ንወደ ሽዕና ማናጅመንት ተዘካሪ ዝኾነ ግዜና ሓሊፍና ኣብዚ ምስ ኩሎም ተምሃሮ ናይ ስማፕ ኢንስቲትዩት ኣብ ኩሉ ኩርናዓት ዓለም ኮይኖም ነዚ መደብ ዝከታተለዎ ዘለዉ ማዕረ ክንደይ ነዛ ስካላ እዚኣ ይናፍቋ ነይሩ ናይ ብሓቂ ኣብታ ስካላ ክትራኸብ ከለኻ ዳርጋ ንኩሉ ሰብ ኢኻ ትፈልጦ ኩሉ ሰብ እዩ

ትራቮሎ በፂሕና ኣለና ንኩሉ ርጉፅ እዩ ልክዕ ብናይ
የሱስ ኣንጎሎ ናይ እንዳ የሱስ ኣንጎሎ ኢና ተዓፂፍና ክንከይድ ስለዚ ንፕሮፌሰር ክንረኽቦ ኢና ፅቡቕ ዓርኺ እንደ ናፊቅ ከየለኺ ንፕሮፌሰር ሕጂ ኣነ እኮ ብስራሕ ብቐረባ ስለ ዝረኽቦ ብስማም ብሓንሳእ ስለ ዘለና
ኣዝዩ ምቑሉል ኣቦይ ተፈታዊ ትዕግስቱ ኣዝዩ መሃሪ ከምዚ ዝበልኩኻ ከዓ ፍልጠት ሓዘል ዝመልአ ኣቦ እዩ ኣዜ ተሃንጤ ደለኹ እንድዒ ንስኻ ከመይ ይስማዕካ ኣሎ እምበር ኣነስ ተሃንጤ እየ ደለኹ ጽቡቕ ሜጋ ሃብቲ ኣነ ደኣ ከምቲ ትማል ዘዕለልኩም ኣጋጣሚ ኣብ ናይ ስማፒ ኢንስቲትዩት መመረቕታ ዝነበረ እውን ትማል ኣብኡ ተሳቲፈ ነይረ ምክንያቱ ከም ቀራፂ ካሜራማን እውን ናይ ካሜራማን ኤዲተር እውን ስለ ዝኾንኩ ናይ ስማ ኣዝዩ እቲ ሙቐት እቲ ሃዋህሲ ይብዛሕ እዩ ሓ ተምሃራይ ክምረቕ ከሎ ኣሎ በቃ እቲ ፍሽኽታ ዘይፍለየ ናይ ኩሉ እቲ ግሩፕ ኣብኡ ደሎ ናይቲ ኩሉ ኣባል ትናፍቆ ኢኻ እቲ ናይ ቅድሚ ሕጂ ዝነበረ ዝሰፍሐ እዩ ዝካየድ ነይሩ ኣብ ኤክስፖ ጂስሪ እዩ ዝምረቕ ነይሩ ተምሃራይ ክሳብ ሓሙሽተ ሚእቲ ሓሙሽተ ሚእትን ሓምሳን እቲ ዝለዓለ ሬንጅ ይፀብብ ነይሩ ዝነበረሉ እዋን ኣብ ሓደ እብረ ሕጂ መሳጢ እዩ ነይሩ ብዘይከል ዓለም ኣዝዩ ብዙሓት ስነ ጥበበኛታት ከዓ ናይ ትምህርቲ ቀሰም ትምህርቲ ዝሓዘ ሓደ ዓውድስ ሂቡ እዩ ቲያትሪካል ኣርት እወ ኣብቲ ቲያትሪካል ኣርት ኣብ ግራጁዌሽን ትዝክሮ ኢኻ ምሽ ባዕሎም ንባዕልኻ እዩ ዋ ሓደ ካብኡ ኣብቲ መድረኽ ኣይትዝክርን ኔርካ ኔርካ
ይለውስ ኔረ ኮሜዲ ኮሜዲ ምስ ጽማቕ ገለኹም ምስ ጽማቐይ ነጊተይ ዘኪርካ እታ ድራማ ኣጋጣሚ ሓደ ካብቲ ትማሊ ዝጠቐስኮ ፕሮፌሰር ካብቲ ዝድግፎ ደቂ ኣንስትዮ ክመሃር ኣለወን እዩ ዝብል በዚ ኣጋጣሚ እዚ ከዓ ኣብቲ እዋን ዝተደርሰት ብሰላም ጎይትኦም እያ ተደሪሳ ነይራ እታ ስራሕ መሳጢታ ጓል ኣንስተይቲ ማዕረ ክንደይ ሓላፍነታዊት ኮይና ተማሂራ ኣብ ሓደ ደረጃ ንክትበፅሕ እያ ተርኢ መልእኽታ ድሕርታ ሰበይትስ ሓደ ኣገዳሲ ዝኾነ በዓል ሓዳር ወይ ድማ ደጋፊ ዝኾነ በዓል ሓዳር ኣሎ እያ ትብል እታ ናታ ቀንዲ መለለይ ናይታ ስራሕ በዓል ቤታ ቆልዑ ትሕዘላ ኩሉ ኣለይ መለ ይብላ ንጥፈታት ናይ ገዛ ባዕሉ እዩ ዝሽፍነላ ነይሩ ሓደ ካብኡ ሕጂ ፅሟቕ ኣዲኡ ንማይክ ሚካኤለ ኮይና እያ ትሰርሕ ኣነ ከዓ ጎረቤት ኮይነ ንበዓልቲ ቤተይ እየ ዝሕግዛ ይለውሰላ እያ እንድሕር ሪኢኽኒ ሽዑ ምስ ብሕቆይ ገለ ኢሉ መፃኹ ፅማቑ ከዓ ስለምንታይ ናይ ስራሕ ሰበይቲ ትሰርሕ ኢላ እያ ንማይክ ንሰበይቱ ስለ ዝደገፋ ትቃወሞ ነይራ ሕጂ ካብቲ ፕሮፌሰር ቀንዲ ዝኣምነሉ ነገራት ብሓፈሻ ኩሉ እቲ ብምሉእ ወኒ ዘካይዶ ዝነበረ ንጥፈታት ከዓ እንታይ እዩ ጓል ኣንስተይቲ ክትመሃር ኣለዋ እዩ ዝብል ንዓኻስ እስኻስ ብጣዕሚ ኢኻ ሳፖርቲቭ ማለትስ ንቕሱን ትሕግዝ ኢኻ ሕጂ ኣብ ሓዳርካ እዛ ድራማ ከይመሃረትካ ይተርፍና ነራትን ነበር ካብዚ ኢኻ ቀሲምካ ዘለኻ ንኢዴማን ክንኣል ፀፊና ናይ ትማል ተዘክሮ ኮይኑ ከዓ ስማዓካ ብጣዕሚ ከምዚ ዓሰርተ ዓመት ድገብረ ኮይኑ ኣይስምዓንን ኣነ

ደጊምና ሜጋ ሓፍተይ ንብረትና ኣሚንና ኢና ዘለና ሓልዋ ከይትወፅእ ርሑስ ሓድሽ ዓመት ንመላእ ህዝቢ ኤርትራ ከምዚ ትዕዘቡና ዘለኹም ቤት ናይ ፕሮፌሰር ተስፋይ ሃይለ በፂሕና ኣለና ሜጋ ሓፍተይ ሜጋ እኮ ኣመና ኢኺ ናፊቅ ከይደ ኣለኹ ስለዚ ኣቐዲምኩ ስኺ ሰላም ክትብልይ ከፍቀደልኪ እወ ሓሰብከ ኢኻ ኣነ በጋጣሚ ትማል ተራኺብና ስለ ዝነበርና ፅቡቅ እስከ እዞም ኩሎም ፕሮፌሰር ትናፍቕዎ ዘለኹም ሰባት ብሓፈሻ ኣብ ኩሉ ኣብ ዩኒቨርስ ኣስመራ ይኹን ኣብ ሰማፍ ኣብ ካልእ እውን መሳርሕቱ እዞም ሰብኣይ ሸምጊሎም ድዮም ዋላ ይፅቡቅ ኣለዉ እስከ ንተዓዘቡ ነቶም ዘይትፈልጦም ከዓ ፅቡቅ ጌርና ክነላልየኩም ኢና ድሮ ንብረት የቀኒየልና ንመራሒ መኪና ኣውሪድልና እዩ
ስዒርካኒ ኢኻ ኣሬድያ እዚኣ ስዒርካኒ ናይ ኩላትና ዓወት እዩ ፕሮፌሰር ኮይና መርሓባ ፕሮፌሰር መርሓባ ፕሮፌሰር ራስ ሓድሽ ዓመት ራስ ሓድሽ ዓመት ብቃዓዝብቃዓና ፕሮፌሰር ፅቡቅ ንብረት ክነጥዋይና ፕሮፌሰር ርሑስ ሓድሽ ዓመት ርሑስ ሓድሽ ዓመት ይመፃካ ኣለኹ ናይ ውሃና መልእክቲ ንእሽተይ ከነመሓላልፍ ኢና ንተምሃሮ እንዲ ኢለካ ፕሮፌሰር ሕጂ ንሕና ከዓ ከም ናይ ኩሉ ግዜ ብሰፍሐ ክንዕል እንዲና ንኩሉ ሰብ እንዲካ ጽቡቅ ትገብር እስከ ኣብ ኣውድኣመት ሓንቲ መዓልቲ ክንሕጉሶ ኢልና ትማሊ ብዕጫ ኣጋጣሚ ኮይኑ ንዓይ እዛ ፍሪጅ በጽሓትኒ እዛ ፍሪጅ ናባካ እያ ፕሮፌሰር ከመይ ዝበለ ሓወ ሽሻይ ዘለ ጽቡቅ ዝሓስብ ጽቡቅ ይረክብ እዩ ከምዚ ግዜ ኣጅ ኣጅ ኣጅ ኣጅ የቀኒልና እሞ ዓብ ፕሮፌሰር። ነገር እዩ እቶ በል እቶ ገዛ እሞ ሕራይ ሕራይ ኣብዚኣ ኮይና ክንዕል ትሕሸና ሕራይ እዚ ኣታክልቲ ከ ኣዝዩ እንድዩ ባህ ዝብለና ሕጂ ኣብዚኣ ኮይና ክንዕል ሜጋ ሓፍተይ ረኣዮ

ብኣከ ፕሮፌሰር ደጊምና ደጋጊምና ርሑስ ሓድሽ ዓመት ክኾነልካ እናተመነና ሃዋህው ኣውደ ኣመት ጽቡቕ ክኾነልካ እናተተመነና ሰላምታና ነቕርበልካ መጀመርያ ማለት እዩ ጽቡቕ እስከ ዕልል እየ ዘራይ ትባለ ከመይ ነይራ እስከ ባዕልኽ እስከ ዕልልለይ እስከ እሳ እንዳ ተገሪሙ ዘሎ እንታይ እዮም ኮይኖም እታ ኮነታት እስከ ዝባዕለን ገርካ እንዲ እስከ ገለጽ እያ ሜጋ ሓብቲ ትማሊ
መደብ ነይራ ናይ ህድሞና ነባሪት ኣባላት ኣነ ባዕል ኣርየ ካልኦት ኣሕዋትና እውን ኣለዉ ዕጫ ኣልዕሉ እሞ ቅድም ግን ንተድንቕዎ ሰባት እዛ ዕጫ ተበፂሓትኩም ሲ ዓባይ ነገር እያ ተበፂሓትኩም ሲ ነቶም ተድንቕዎም ሰባት ክትብዎም ኢኹም ተባሂልና ኣሬ ፕሮፌሰር ተስፋዬ ድፍብ ኢሉ ንሕና ከዓ ካልእ ካልእ ፀዊዕና ማለት እዩ ሕጂ ኩላትና ሓደ ሰብ ጽውዕ ስለ ተባህለ እዩ እምበር ንዓኻ እዚ ኢና ነድንቐካ ግን ሓሓደ ስለ ተባህልና ነናህና ጽዊዕና ስለ ዝቐደመና ከኣ ክገርመካ ኣውርድ ኣውርድ ኣቢሉ ባዕሉ እዩ ቀዳማይ ሒዙ ጽናሕ ጽናሕ ስለ ተባህለ ግን ስለ ደሃልናዮ ጸኒዑ ድሓር ተኸፈተ ግን ናባኻ እዛ ህያብ በፂሓ ማለት እዩ ኣዚ ናይ ናኻ ሕጉሳት ናባኻ ኩሉ ናይ ብሓቂ ተሓጒሶም ይውሕደካ
ክብረት ሃብኪ ሜጋ ሓፍተይ ክብረት ሃብኪ የቐነለይ ነታ ዝነበረት ኩነታትሲ ጥርንፍ ኣቢልኪ ገሊጽክያ ኢኺ። በዚ ኣጋጣሚ እዚ ከኣ ኩሎም ኣብታ መድረኽ ዝነበሩ ሰባት ኩሉ ሰብ ሕጉስ እዩ። ፕሮፌሰር ንዓኻ ዘይፈልጥ ስለ ዘየለ በዚ ኣጋጣሚ እዚ ምስ መላእ ስድራ ቤትካን ምስ ኩሎም ፈተውትኻን ርሑስ በዓል ክንብለካ ንፈቱ። ብዝኾነ ጻዕቂ ስራሕን ምስ ምብጻሕ ናይ ኣውደኣመትን ሓድሽ ዓመትን ከይህልወካ ኢልና ኢና ኣብ ቀረባ ግዜ ድውል ኣቢለ ቀልጢፈ በል ፕሮፌሰር ሰዓት ክንዲዚኣ ክንመጽኣካ ኢና ኢልናካሞ ስለዚ ተብተብ ኣቢልናካ እንታይ እዋን እዚ ቀሪብኩሞሲ ክብረት ሃበለይ ብስም ኩሎም ተኸታተልቲ ኣዝየ የመስግን ምስ መላእ ስድራ ቤትካን ምስ ኩሎም ፈተውትኻን ርሑስ በዓል ክብል ይፈቱ ፕሮፌሰር ደጊመ ደጋጊመ ኣብ ልቢ ናይ ኩሉ ተማሃራይካ ዘለኻ ኣብ ልቢ ናይ ኩሉ መሳርሕትኻ ዘለኻ ኣብ ልቢ ናይ ኩሉ ብኣኻ ዝሓለፈ ሰብ ዘለኻ ክቡር ሰብ ከም ምዃንካ መጠን ድማ ናይ ብሓቂ ክብሪ ስምዓና ምሳኻ ኮፍ ኢልና ንኩሎም ወኪልና ኣብዚ ነዕልል ምህላውና ርሑስ ሓድሽ ዓመት ዓመተ ሰላም ዓመተ ራህዋ ዓመተ ጥዕና ክኾነልካ ካብዚ ዘለኻዮ ንላዕሊ ብተዓፃፃፊ ክትጎይ ሰናይ ምንየትና ንገልፅ ፕሮፌሰር እስከ ፕሮፌሰር ቅድሚ ዝኾነ ምጀማርና ርሑስ በዓል ክትብሎም ንኩሎም ተማሃሮኻ መሳርሕትኻ ዝመረፅካዮሲ ንዓኻ እስከ ዕድል ክነበካ ፕሮፌሰር ግቡእ ስለ ዝኾነ ቅድሚ ኩሉን ልዕሊ ኩሉን ነዚ ሓሲብኩም ዓቢ መደብ እሞ ከኣ ኣነ ብግመት ኣእቲኹም ክብሪ ብምሃብኩም እሞ ከኣ በዚ ኣጋጣሚ ይኹን ሕጂ ዋላ በጋጣሚ ይኹን ግን እቲ ሓሳብ ኣብ ኩልና ዘሎ ሓሲብኩም ብምምጻኻትኩም ንዓኻትኩም ከመስግን እደሊ። እዚ ዓቢ ክብሪ እዩ ንዓይ ንህዝቢ ኤርትራ ንኹሉ ማለት እዩ። ስለዚ ብሓፈሻ ሓድሽ ዓመት ክመጽእ ከሎ ምስ ሓድሽ ኣተሓሳስባ ክንኣትዎ ከለና እዩ እቲ ዝበለጸ ዝኸውን ማለት እዩ። ሓድሽ ኣተሓሳስባ ዝበሃል ከኣ ኩሉ ግዜ ሓሳብ ኣለና፣ ክልቲኡ ኣሎ። እወታውን ኣሉታውን ክህልወና ይኽእል እዩ፣ ዘማዕብልን ዘድሕርን ክህሉ ይኽእል እዩ። ግን ሓድሽ ሓሳብ ክንሓስብ ከለናሲ ምስቲ ኩሉ ንመጻኢታትና ጽቡቕ ንምነዮ፣ ዝሓለፈ ሓሊፉ እዩ፣ ንዝመጽእ ግን እቲ ዝበለጸ ክኾነልና ብሓድሽ ሓሳብ ክንምነ ንኹሉ ክኾነልና እምነ፣ ብቐንዱ ከኣ ንህዝቢ ኤርትራ ኣብ ውሽጥን ኣብ ወጻእን ዘሎ ዓበይትን ንኣሽቱን ከም ደቀይ ከኣ ከም መምህር ምዃነይ መጠን ከኣ መዋእለይ ኣነ መምህር እየ፣ መምህር ማለት ከኣ ደቁ ብዙሓት እዮም፣ ኣዋልድ ኣዋልድ ብዙሓት እዮም፣ እቶም ዝበዝሑ ዘለዎ ህቡብነት ኣብ ዓለም ዘለዎ መምህር እዩ ክበሃል ይከኣል እዩ። ብመምህር ዘይሓለፈ ከኣ ዝኾነ የለን። ኣብ በዓል ስልጣን ይሃሉ፣ ኣብ ዓበይቲ እምነታት ዘለዎ ይሃሉ፣ ብትምህርቲ ዘይሓልፍ ስለ ዘየሎ፣ ኣነ ኸኣ ሓደ ካብቶም ኣብቲ ናይ ምምህርና ተሳታፊ ኮይነ እሞ ንኸምዚ ዝበለ መዓልቲ ክልተ ሽሕን ዕስራን ሓሙሽተን መግለጺ ሓጎሰይ ንደቀይን ንኹሉ ህዝብናን ክቕርብ ኣዝዩ ኣዝዩ ሓጎስ ዝስምዓኒ የቐንየለይ ክብል ደሊ። ሓጎስካ ፕሮፌሰር ክብረት ሓበልና የቀንየልና የቀንየልና ኣብ ኩሉ ኩርናዓት ናይ ዓለም ዘለዉ ኣብ ዝተፈላለዩ እዋን ውን ብመገሻ ካብ ኤርትራ እንዳወጻኻ ትህቦ ኣብ ዝተፈላለያ ሃገራት ኣፍሪቃ ብዙሕ ስልጠናታት ኣሎ። ኣብ ምስ ናይ ደገ ዘለዋ ናይ ዓበይቲ ትካላት እውን ትገብሮ ንኤርትራ ዘላልን ክሕግዝ ዘለዎን ሓሳባት ብዙሕ ሪሰርች ፔፐር ኣዳሊኻ ንሃገርና ንምኹላዕ ኩሉ ግዜ ትሰርሕኻ እሞ በዚ ኣጋጣሚ እዚ ናይ ዮሃና መልእኽትኻን ሰናይ ምንየትካን ክትገልጸሎም ንኹሎም መሳርሕትኻን ተምሃሮኻን ፕሮፌሰር
ፍልጠት ሓደ ካብቲ ንወዲ ሰብ ዝተዋህቦ ዓቢ ህያብ እዩ። ግን ፍልጠት ዝኸውን ከኣ ክንኩስኩሶ ከለና ሓንጎልና እዩ። ክኹስኮስ ከሎ እቲ ተቐባሊ ሰብ ኣሎ፣ እቲ ዘቐብል ከኣ ኣሎ፣ ዓለም ከኣ ከምዚ ንሪኣ ዘለና ከምዚ ሕጂ ትስእሉኒ ዘለኹም ቀደም ክንጅምር ከለና ትምህርቲ ብ ኣብ ኢድካ ብ ሰለፍካ ትጽሕፍ ብ ኢድካ ብ ወረቐት ትጽሕፍ ደሓር ብርዒ መጺኡ ደሓር ሕጂ ዓበይቲ ነገራት ኮይኑሲ ብስእልን ገለን ዓለም ማዕቢላ ከመይ ኢላ መጺኣ ተይልና ብቴክኖሎጂ ብምዕባለ ደቂ ሰባት ብዙሕ ወፍሪ ኣብ ርእሶም ስለ ዝገበሩ እዮም። ኤርትራ ከኣ ብዓቕማ ከኣ ምስቲ ኩሉ ዝሓለፈቶ ዓባይ ሃገር እያ። ፍሉይ ታሪኽ ዘለዋ እያ ኣብ ኣፍሪቃ። ኣፍሪቃዊ ኮይነ ክኸይድ ከለኹ ከኣ እታ እንኮ እቲ ዝነውሐ ተቓሊሳ ሓቂ ዘመስከረት ሃገር እያ ኢለ ዝዛረብን ዝሕበነላን ስለ ዝኾንና ንሕና ደቃ ስለ ዝኾንና በጋጣሚ ኢና ተወሊድና። ስለዚ ነቲ ዝተዋህበና ጸጋ ከኣ ከነገልግለሉን ክንሰርሓሉን ኣለና። ኣብ ውሽጥን ግዳምን ኣለና። ኩልና ግን ብፍልጠት እንተኾስኲስና፣ ንጽቡቕ እንተሓሲብና፣ ሓቢርና እንተሰሪሕና ዝማዕበለት ክትኮነልና ሃብታም ሃገር እያ። ስለዚ ኣብዚ ኣጋጣሚ እዚ ኣነ መምህር ብምዃነይ እሞ ተመሃሮኻ ክንደይ ኢኻ እንተትብሉኒ ካብ መባእታ ጀሚሩ ክሳዕ ማእከላይ ኣብ ዩኒቨርሲቲ ኣብ ኮሌጅ ኣብኡ ዝበሉ ብዙሓት እዮም፣ ኣሽሓት እዮም። ኣብዛ ናይ ስማፕ ጥራሕ ክንወስዳ ከለና ልዕሊ ዓሰርተ ሸውዓተ ሽሕ ዝኾኑ ንገልጽ ኔርና፣ ዝተማህሩ በዚ ትምህርቲ ዝሓለፉ ማለ ኣብ ዩኒቨርሲቲ እተየና ከምኡ ኣብ ማእከላይ ስለዚ ፍልጠት ንኹሉ ስለ ዝኾነ በቲ ንኸዶ ዘለናን ክንከዶ ዝግብኣናን እንዳሓሰብና ጸጽቡቑ ክኾነልና ንምነ። ስለዚ ኣነ እንታይ እየ ዝብል ኩሉ ግዜ ደቂ ሰባት ክምዕብሉ እንተኾይኖም እታ መጀመርያ ከማዕብልዋ ዘለዎም ሓንጎሎም እያ። ሓንጎል ከኣ ኣብ ኩሉ ኣላ ተኾስኪስካያ ኩልና ማዕረ ኢና ተዘይ ኮስኪስካያ ከኣ ከምዛ ግራት ዘይተብቁልያ ትኾን ማለት እዩ ስለዚ እዚ ኩሉ ግራ ብድሕረና ንሪኦ ዘለና ስለ ሰራሕ ኮምኡ ኢና ሰባት ማለት እሞ ስለዚ እስኻትኩም እቲ ሓሳብ ንባዕሉ ከምዚ ሓሲብኩም ብስእሊ ሪኦ ኣለኹ ብመብራህቲ ሪኦ ኣለኹ ጓለይ ከምዚ ሪኣ ኣለኹ ብኣለም በዚ ኣለኻ ኩሉ ስነ ጥበብ ተኣኻኺቡ እዚ ለውጢ ንኽገብር እዚ ዓበየ ጽቡቕ ነገር ክምነ ከሎ ሓደ ተዋሂዱ ዝሰርሕ ህርመት ዘምጽእ ዓቢ ነገር እዩ። ስለዚ ህዝቢ ኤርትራ ዕድለኛ እዩ ክብል እኽእል እየ ብኸምዚ መልክዕ ሓቢሩ ይሰርሕ ስለ ዘሎ። ንመጻኢ ግን ዝሓለፈ ሓሊፉ ኩሉ ግዜ ጠመተና ንቕድሚት ክኸውን ኣለዎ። ስለዚ ዘይበጻሕናዮ ክንበጽሕ ከኣ ሓቢርና ክንሰርሕ ኣለና። እዚ ከምዚ ምትሕልላይ ዘምጻኹምለይ ንባዕሉ ንባዕሉ እንታይ ማለት እዩ ፍናን ዝህብ? ኣጆኻ ዝብል፣ ንጽቡቕ ዘበርትዕ፣ ንዝሓመቐ ከኣ ሰዓቦ ዘብል ስለ ዝኾነ፣ ንሕና ነዚ ዝገበርኩምለይ ኣነ ንእሽተይ እየ ከበርክት ከም ህዝበይ ዝኾነ ግን ናታትኩም ኣበርክቶ እዩ ዝዓበየ፣ እቲ ምሕሳብኩም እዩ ዝዓበየ። እዚ ካባና ዘሎ ንእሽቶ ወለዶ ከኣ ካብቲ ንኣነ ዝነበርናዮ ዝበለጸ ክኸወን ዲኻ ትምነዮ? ብርግጽ ከኣ ዝበለጸ ምዃኑ ከኣ ይሪኦ ኣለኹ እሞ፣ እዚ ከዓ ሓደ ከመስግነኩም እደሊ ማለት እዩ ክብረት ሃበና ፕሮፌሰር
ኣርኣዩና ዝኾነ ምእታውና ሲ ኣነስ እንታይ ደስ ኢልኒ ፕሮፌሰር ምዛ ክትብላ ፅናሕካ ደስ ኢልኒ ምስ ናይ ትክልቲ እዚ ጀርዲንካስ በተክልቲ ደስ ዝብለካ በቃ ወቂቡ ማዕሪጉ ፅሩይ ፍሬሽ ኣየር እናስተማቐርና ከመይ ትብሉ ኣብ ጥዕና ደቂ ሰባት ዘለዎ ጥቕሚ? እዋእ ኣነ ኣብቶም ኣግራብ ዝፈትዎ ሓደ እየ ጓሳ እየ ነይረ ምስ ከብቲ ዓብየ ሕርሻ ትፈልጦ ኢኻ ልምዕ ኩሉ ፅቡቕ እዩ ኣብ ከተማ ምስ ኣተዋኻ ኣብ ንእሽቶ ነገር ብዙሕ ክትገብር ከም ትኽእል እያ እዚኣ ንእሽቶ እያ ንእሽተይ እያ ንኣብነት እዛ ንርእያ ዘለና በዓልቲ ቤተይ ኣላ ሕጂ ወጽያ ውሽጢ ኣላ እምበር ንሳ እያ ትከናኸኖ ዝበዝሕሲ ብዛዕባ ከመይ ኢሉ ዝሰርሕ ከመይ ኢሉ ጽቡቕ ምርኣይ ኩሉ እዩ ዝፈትዎ እንታይ እያ መልእኽታ ግን እዚኣ እዚኣ መልእኽታ ኣብዛ ንእሽቶ ዓሰርተ ትርብዒት ሜተር ዘይትኸውን እኳ ክንድዚ ግራብ ዝገበርካሲ ኣብ ኤርትራ ኩልና ከምኡ እንተንገብር ግን እንታይ ምኾነ እቲያታ በለኽታ ስለዚ ኩሉ ንጥዕና እዩ ኦክሲጅን የምጽኣልካ ኣትክልቲ ይኸውን፣ ዝናብ ይስሕበልካ፣ መሬት ጽቡቕ ይኸውን። ስለዚሲ እዚ ከምዚ ዝመሰለ ከምዚ ጽቡቕ ተኸዲንክዮ ዘለኺ ንኣብነት ገረብ ማለት እዩ። ሓደ ኣብነት ሂቦምና ሓደ ሰብኣይ ክዳውንቲ ክንደን ከለና ሰነድታት ከም ተኸዲናታ ዘላ ምስጋና ተኸዲነ መፅየን ካልኦት ከዓ ሕፂረን መፅየን ሕጂ እንታይ ኢሎም ተዛሪቦም እባ ዘን ደቀይ ኤርትራሲ ኣግራብ ክህልዋ ድያ ትፅብቕ ወይስ ምድረ በዳ ክትከውን ኢሎመን ሱቕ ሱቕ ኢለን እዘን ኣዴታትኪ ተኸዲነንኦ ዘለዋ ጽቡቕ ክዳን ገረብ ናይ ኤርትራ ማለት እዩ ንስኻትክን ከዓ ነዴኻትክን ሰዓባ ኢሎም እየ ዝበልኩ ስለዚ ሲ እንታይ እየ ክዛረብ ደልየ ዝበልክዮ ትክልቲ እየ ገድሰና እዩ ህይወትና ምስ እዩ ብዙሕነት ንዛረብ ንሱ እንተተኸናኺና ንዓና ከዓ ከናኸነና እዩ ብኸምዚ ከዓ ምዕባለ ከነምፅእ ንኽእል ብርግፅ ኣግራብ ዘይብሉ እንተኾይኑ ክምዕብል ኣይክእልን ስለዚ ከነ ኣግራብና ኩሉ እዋምና ክንንካባሃቦም ክንጥንቀቐሎም ከም ዘድልየና እዚኣ ግን ከም ኣብነት ኣብ ብዙሕ ቦታታት ብዝኸድናዮ ከምኡ ባህሊ ኣለና ግን ኣትክልቲ ምትካል ማለት ከባቢኻ ምዕራይ ምፅራይ ማለት ኣዝዩ መሳጢ ዝኾነ ስራሕ እዩ ስለዚ ክንገብሮ ዝግባኣና ዓብይ ስራሕ እዩ ማለት እዩ ክብለኪ ደሊ ምስጋና ጓል
ፅቡቅ ኣብ ሓድሽ ዓመት ከምቲ ዝጠቀስካዮ ብሓድሽ ኣተሓሳስባ ክትመፅእ ፅቡቅ እዩ። ህያብ ኣብ ሓድሽ ዓመት ህያብ ምሃብሲ ማለትሲ ዕበ ይንኣስ ብዘየገድስ እታ ትርጉማ ዝያዳ ገሊጽካያ እንዲኻ እስከ ኣስፋሕ ኣቢልካ ክትገልጸለይ ፕሮፌሰር ኣብቲ ሰብ ዘለዎ ጽልዋ እቲ ክፈጥሮ ዝኽእል ደፋኢ ሓይሊ ህያብሲ
ወሃቢ ኣሎ ተቐባሊ ኣሎ እወ። ዝያዳ ንዝልግስ ንዝህብዩ ዘሐጉሶ ስለምንታይ? መጀመርያ ነቲ ዝህቦ ዘሎ ዕላማ ኣለዎ ነዚ ክገብር ከለኹ ኢሉሲ ዝስምዖ ጽቡቕ ነገር ስለ ዘለዎ ስለዚ ንጽኡ ባህ ክብሎ ኢሉ ዝገብሮ ዓቢ ተበግሶ እዩ ስለቲ ዝህብ ዘሎ ሰብ ንባዕሉ ከምኡ ክግበሮ ኣለዎን ጽቡቕ እዩ እቲ ህያብ ግን ተገዳስነቱ እንተየ ንሰባት ፍናኖም ይውስኸሎም ንሰባት ዝሓዝዎ ጽቡቕ ክቕጽሉ ይገብሮም ንደቂ ሰባት ከምቲ ለካ ከምዚ'የ ዝፍለጥ ኢሎም ካብቲ ዝነብርዎ ብናህሪ ዝያዳ ክሰርሑ፣ ዝያዳ ከማዕብሉ ይሕግዞም። ስለዚ ህያብ ኣብ ኩሉ ክንሪኦ ከለና ይዕበ ይንኣስ ምዕባዩ ምንኣሱ ዘይኮነ እዚ ተገይሩ ዘሎ ዓቢ ነገር'ዩ። ግን እቲ ምዕባዩ እቲ ምሉእ መልእኽቱ እዚ ከም ዝበለ ክብሪ ዝተዋህቦ ሰብ እዚ ሒዝካዮ ዘለኻ ቀጽል ብኸምኡ ክኸይድ ኣለዎ። ኣብ ሕብረተሰብ ብኸምኡ እንዳተሓጓጎሰ እዚ ፖዚቲቭ ኢምፕሬሽን ንብሎ ማለት እዩ። ዝበዝሕ ግዜሲ ሰባት ብእወታ ክጽለዉ ከለዉ ሓደ ህያብ ስምዒቶም ጽቡቕ ከም ዝሰርሑ ስለ ዝገብር ዝያዳ ከኣ ከምኡ ክቕጽሉ ስለ ዝገብር እቲ ህያብ ማለት ትርጉሙ ንዓይ ንወሃቢን ተወሃቢኡን ክልቲኡ ብእወታ ዝጸሉ ዓቢ ዓቢ ስምዒታውን መንፈሳውን ሓይሊ ዘለዎን እዩ ክብል ይኽእል። ፕሮፌሰር ፅቡቅ ሽኩራን ፅቡቅ ፕሮፌሰር ሰፊሕ መብርሂ እዩ ዘለዎ ናይ ብሓቂ ዘይቀልዓለም ግዜ ሂብና ብዝበለፀን ዝሰፍሐን ክንዕልል ኢና ኣብ ደቂ ኣንስትዮ ተበርክቶ ኣበርክቶ ኣብ ትምህርቲ ብፍላይ ዘለካ ልዑል ናይ ምትሕግጋዝ መንፈስ ንኣዝዮም ብሉፃት ንክኾኑ ደፋእ ሓይሊ ኮንካ ኣብ ስማፕ ኢንስቲትዩት እውን ብተራ ሰራሕተኛታት ዝኣተዋ ብነጻ እናምሃርካ ኣብ ዝለዓለ ደረጃ ኣብጺሕካ ኣብቲ ስራሕ ከምዝበጽሓ ዝገብርካ ኢኻ። ተወሳኺ ደቂ ኣንስትዮ ናይ ሃገርና ጓል ኣንስተይቲ ክትመሃር ኣለዋ ብዝብል ልዑል ዝኾነ ጭርሖን ሓፈሻዊ መረዳእታን እዩ ዝያዳ ነለልየካ። ንሕና እውን ኣብቲ ዝተፈላለዩ ሰሚናራት ኣብ ትገብረሉ ብስማም እውን ንርእዮ። ኣብቲ ናይ መዕጸዊ ስነ ስርዓት ነቕርቦ ድራማታት ኣብ ስማፕ ኢንስቲትዩት ዘቕረብናዮ እውን ሓደ ካብኡ ዓቢ መልእኽቲ ዘለዎ ጓል ኣንስተይቲ እንተድኣ ተማሂራት ዝለዓለ ተራ ኣለዎ ብዝብል ስነ ሓሳብ ኢኻ ዝያዳ ትልለ እሞ ፕሮፌሰር እስከ ብዛዕባ እዚ እንታይ ትብለና ፕሮፌሰር? ጓል ኣንስተይቲ ፍርቂ ሕብረተሰብ እያ። ሰለስተ ርብዒ ሕብለተሰብ እያ እንተምሂርካያ ከኣ ዳርጋ ምሉእ ሕብረተሰብ እያ ኣንተማዕቢልካያ። ጓል ኣንስተይቲ ምናልባሽ ብዙሕ ግዜ ብስነ ፍልጠት እውን ሻድሻይ ህዋስ ኣለዋ እዩ ንብል ካብቶም ኣወዳት ብሓደ መገዲ ክገጻ ግን ብዝተማለ መኣዝን ትሪኦ እያ ሕጂ ኣብ ዓይነት ትምህርቲ እንድሕር ከምዕብል ኮይና ሓደ ሃገር እቲ ቁጽሪ ሓደ ክገብሮ ዘለዎ ንደቂ ኣንስትዮ ፍሉይ ሓለፋታት ፍሉይ ጠመተታት ኣኽብሮት ክወሃበን ክግበረልን ኣሎ ብቐንዱ ብትምህርቲ ሕጂ ብስነ ፍልጠት ብዙሕ ግዜ ዘርእዮ እንታይ እዩ እተን ዝበዝሓ ንደቂ ኣንስትዮ ወፍሪ ዝገበራ ዝበለጸ ስልጠና ዝማዕበለ ይኾና። ኣባና ምርምር ዝተገብረሉ ኣብ ኤርትራ ተወሲድና እዩ። እቶም ዝበዝሑ ግዜሲ እቶም ዝለዓለ ነጥቢ ኣብ ማትሪክ ኣብ ሓደ መጽናዕቲ ዝተወስደ እዩ ዝወሰድናዮ ምስ ወሰደ ሓደ መጽናዕቲ ዝገበሮ ብቑጽሪ ደሓር ከመይ ኢሎም እዮም ዝለዓለ ነጥቢ ኣመርክዮም ኢሉ መጽናዕቲ ይገብር እሞ ውጽኢቱ እንታይ ረኺቡ መስለብ ኩለን ኣዴታቶም ምሁራት ኮይነን ረኺቦን እቶም ዝለዓሉ ዘምፁ ሲ ዘምፁ ነቲ ምስ ዝለዓለ ብሙሉአን ኣዴታቶም ምሁራት ስለዚ ንጓል ኣንስተይቲ ምምሃር ማለት ውፍይቲ እያ እምንቲ እያ ተዋዳዳሪት እያ ፅቡቕ ክትርኢ ትደሊ እያ ሓቀኛ እያ ኣብ ዝኣመነትሉ ከዓ ኣይትቕይርን እያ እዚኣ እያ እቲ ምናልባት ንደቂ ተባዕትዮ ደቂ ተባዕትዮ ስለ ዝኾንና ንሓንቲ ክትብል ዲኻ ዝኹሉ ተዛሪብካ ከይትብል ንኹሉ እንተ ግን ንኹሉ ግደ ሓቂ ንኹሉ እዛረብ ዘለኹ ብሓፈሻ ስለዚ ንብላ ዝኹሉ ደቂ እዘን ኣንስትዮ ዝበልዎ ኤርትራ። ባህርያት ስለ ዘለወን ኣብኦን ጽቡቕ እንድሕር ጌርካ ክቀላጠፍ ከም ዝኽእል ከም ኤርትራ ኸኣ ዝሓየለ ኣብ ዓለም ሓደ ሲሶ ተቓሊሰን ኣቃሊሰን ዝመጻን ኣብ ኩሉ ንርእየንን ከም ጓል ኣንስተይቲ ንዓለም ዘረጋገጸት ከኣ ኤርትራዊት ጥራሕ እያ ክብል እኽእል እየ። ስለዚ ካልኦት እውን ከምኡ ዕድል ተዝወሃበን ምገበራ ማለት እየ። ስለዚ ንጓል ኣንስተይቲ ኢልና እቲ ትምህርቲ ንኹሉ ንብሎሲ ንዓና ኢልና ንሕብረተሰብና ምዕባለ ኢልና ንገብሮ ስለዝኾነ ኣብአን ብዙሕ ወፍሪ ምግባር ተደራራቢ ዝኾነ ሓይልን ፍልጠትን ዓቕምን ሃብትን ከምጽእ ዝኽእል ንሕብረተሰብ ዝኹስኩስ ኣደ እንድሕር ተማሂራ ኩሉ መዳያዊ ነገር ክትኩስክስ ትኽእል ደቃ ማለት እዩ። ንሳ እንተዘየምሂርና ከኣ ብወዲ ዝገብሮ ውሱን ነገር ስለ ዝኾነ ኣነ ብእምነተይ ኣብ ደቂ ኣንስትዮ ከምኡ እዩ። ከምኡ ስለ ዝኾነ ከኣ ዋላ በዚ ኣብ ብዙሕ ግዜ እንሪኦ ኣባና ኣብ ስራሕና ሰብዓ ሚእታዊን ሊዕለአን ተመሃሮና ዝበዝሕ ግዜ ደቂ ኣንስትዮ እየን። ንኣብነት ሓሙሽተ ሽሕ ኣመሪቕና ሓሙሽተ ሽሕ ሓሙሽተ ልዕሊ ሰለስተ ሽሕ ደቂ ኣንስትዮ እየን። ኣብ ስራሕና እንተወይንና ሰብዓ ሚእታዊ ዝሳተን እየን። ኣብ ዝኸድኦ ከኣ ኣድማዕቲ ኮይነን ስለ ንረኽበን፣ መረዳእታ ዘድልዮ ዘይኮነ፣ ጭብጢ ዘድልዮ ዘይኮነስ ርህ ግሁድ ዝኾነ እዩ። ስለ ዝኾነ ኣብ ደቂ ኣንስትዮ ወፍሪ ምግባር፣ ኣቓልቦ ምግባር ሃገር ክትምዕብብ ክትምዕብል ምግባር ከም ማለት እየ ዝወስዶ። ጽቡቅ ፕሮፌሰር ኣዝና ነኽብረካን ንፈትወካን ፕሮፌሰር ተስፋይ

ጽቡቕ ፕሮፌሰር ሰፊሕ መብርሂ ኢኻ ትበና ጸኒኻ ንጓል ኣንስተይቲ ንኤርትራዊት ጓል ኣንስተይቲ ንኤርትራዊት ኣደ ዝገልጽ ብሉጽ ዝኾነ ናይ ብሓቂ ምህርቲ ኣደ እንድሕር ኣላ ዓቢ ኣስተዋጽኦ ኣበርክቶን ከም ዘለዎ ኣብቲ ሃገርን ኣብቲ ሕብረተሰብን ኢና ክንዕዘብ ጸኒሕና በዚ ሰፊሕ መብርሂኻን መግለጺኻን ጎኒ ጎኒ ኣብ ዝተፈላለዩ እዋናት እውን ንገልጾ እንታይ ኣሎ ፕሮፌሰር ኤርትራዊት ጓለንስተይቲ ብሓፈሻ ኤርትራዊት ኣደ እተን ኣዴታትና ንድሕሪት ነዊሕ ዓመት ድሕሪ ተመሊስና ናይ ትምህርቲ ዕድላት ከይረኸባ ክንሰን ኣብዚ ምዕቡል ዝኾነ ዘመን ንደቀን ኣምሂረን ኣብ ዝለዓለ ደረጃ ንኽበፅሑ ኣብ ዝለዓለ ፅፍሒ ንኽበፅሑ ዝገበራ ኣዴታት ኤርትራ እየን። ስለዚ ነዚ ብኸመይ ትገልፀለይ ፕሮፌሰር? እሰን ከይተምሃራስ ክዳነን ከይቀየራ ክዳኖም ከይቀየሩ ኤርትራዊ ሕብረተሰብ ንደቁ ንከምህር ዘውፍር ጅግና ህዝቢ እዩ። ብሓፈሻ ከምዚ ከመይ ትገልጸለይ ፕሮፌሰር? ኣዴታት ከም ዝበልናዮ ታሪኻዊ መስርሕ እንድዩ። እቶም ንዓና ዘምሃሩ ንርእሶም ኣይተምሃሩን። እተን ንዓና ኣዴታትና ዝሓብሓባ ንርእሰን ከይተሓባብሓባ ግን ከም ዘድሊ ፈሊጠን ከም እቲ ናይ ኣቦ ናይ ወለድና ምስላ ሸውዓተ ዓመት ከይመሃሩ ሰብዓ ዓመት ይድንቁሩ ዝብል ጭርሖ ኣሎ ኣብ ነፍሲ ወከፍ ስድራ ውድድር ኣሎ ስለዚ ታደ ወይ እቲ ወላዲ ደቁ ካብኡ ዝሓሹ ክኾኑ እዩ ዝደሊ ይመሃር ኣይመሃር ኣነ ዘይተምሃርኩስ ደቀይ ደኸሙ ክተርፉ ኢሉ ይሓስብ ዝያዳ ካደ ትሓስብ ዝያዳ ከዓ ፅቡቅ ትርኢ ናይ ደቃ ፅቡቅ ምዕቡል ነገር ክትርኢ ትደሊ ስለዚ ትምህርቲ መክረክባ ኣብዚ ሕጂ ዘሎ ክንዛረብ ከለና ኩለን ከነምህረን ግድን እዩ ፖሊስና ከምኡ እዩ ዘሎ ክመሃራ ኣለወን ግዜ ቤት ትምህርቲ ስለ ዘሎ መምህር ስለ ዘሎ ንዐን ዘሎ ኣብቲ ዘይነበረሉ ግዜ እውን እንተኾነ በታ ዘላ ጸባብ ዕድል ተጠቒመን ደቀን ናብ ዝለዓለ ከብጽሓ ስለ ዝኸኣላ እቲ ትምህሮስ ካብ ምህሮስ ኣእምሮ ዝበልክዎ እንታይ እዩ ሰባት እቲ ዝተዋህበና ነማዕብሎ ካብ ሕብረተሰብ ካብ ተመክሮ ነማዕብሎ ነገራት ኣሎ። ንሱ ተጠቒመን ዝበለጸ ክመጽእ እንተኾይኑ ሰብ ክመሃር ከም ዘለዎ ምእማነን ንባዕሉ ምእማነን ከኣ ኣጆኻ እንተ ኢሉ ድሕሪ ኣቑሪሳ ሰዲዳቶ እቲ ዝወሃቦ ብግዜ እንተ ዓንጊላቶ ተመሊስኩ እንታይ ተማሂርካ እኳ እንተ ዘይበለት ሓሊፍካ ዶ ዝወደይ ኢያ ክትብል ትኽእል ኣደ ሓሊፍካ ዶ ዝወደይ ኢላ እወ ሓሊፈ እንተ ኢልዋ እቲ ካልእ ኣየድልያን ኢዩ ግን እዚ ሓሊፍካ ዶ ትብሎ ኣደይ ሓሊፋ ክትብለኒ ኣደይ ሓሊፋ ክትብለኒ ኢሉ እቲ ወዲ እታ ጓል በዚ ፍናን እዙይ ከምዚ ህያብ ዝበልናዮ እቲ ህያብ ትህቦሲ ምኽሪ እዩ ኣጆኻ ትብሎ ምስኡ ዝኸይድ ብዙሕ ኣሎ መግቢ ጥራሕ ኣይኮናን ክዳን ጥራሕ ኣይኮናን እቲ ናታ ምኽሪ ግን ኩል ግዜ ኣደ ጸላዊት እያ ሕጂ ዝያዳ ክትጸሉ እያ ትመሃር ንብል ዘለና ዝያዳ እምበር ክሳዕ ሕጂ እኮ ብከምኡ እየን ኣጽኒሐናና እዚ ኩሉ ዘለና ኣይተማሃራን ኣዴታትና ግን ከኣ ተኣምሂርና ዕድል ንሕና ከኣ ካብ ደቅና ከኣ ካባና ክበልጹ ክንገብር ደቂ ደቅና ከኣ ዝበልጹ ኮኑ ብትምህርቲ ንብል ዘለና እዚ መስርሕ እዚ ማለት እዩ ስለዚ ትምህርቲ ኣገዳሲ እዩ ከይተምሃርካ እውን ዘምሃሩ ስለ ዘለዎ ንዓቶምን ምስጋና ዝግብኦም እዩ ብሕልፊ ነዴታት ማለት እዩ ጽቡቕ ፕሮፌሰር የቐንየለይ። ከምዚ ዝመጸናካዮ ፕሮፌሰር ኣብዚ ሎሚ ትሪኦ ዘለካ ትሬሾ ናይ ኣዋልድ እውን ኣብ ነብሲ ወከፍ ክላስ ካብ ወዳት ዝዛይድ እዩ ኮይኑ ዘሎ እዚ ከዓ ኣረጋጊፅኩም ኣለኹም ብግብሪ ናይ ብሓቂ ዘሐጉሰካ እዩ ግን ኣብዚኣ ምልእ ኣቢለ ክሓተካ ሲ መብዛሕትኡ ግዜ ሓንቲ ጓል ኣንስተይቲ ኣብ ሓዳር ምስ ኣተወት እቲ ናይ ትምህርቲ ዕድላ እንዳፀበበ እዩ ዝመፅእ ብዝተፈላለየ ምክንያት ማለት እዩ ሕጂ ከም ሰብ ሓገዝ ናይ ሰብኣይ ከድልያ ይኽእል ኸውን ከመይ ትገልፆ እዚ እንታይ ዓይነት ተሳትፎ ክገብርሎም እቶም ሰብኡተን ንሓገዝ ክብወና
ምስ በዓል ቤታ በዓልቲ ቤቱ እንተተማሂራ እቲ ሓገዝ ንዑ እዩ ዝያዳ ዝኸውን ሕጂ ከምዚ ዝበልክዮ ሓቂ ኢዩ ዋላ ኣብቲ ታሪኽና ኣብያተ ትምህርትና እንተሪኢናዮ ደቂ ኣንስትዮ መጀመርያ ነገር ብባዮሎጂካዊ ወይ ስነ ህይወታዊ ኣፈጣጥራና ጓል ኣንስተይቲ ክሳዕ ጓል ዓሰርተ ሓሙሽተ ዓመት ትበጽሕ ነቲ ወዲ ምስኣ ዝተወልደ ብሓደ ዓመት እያ በተሓሳስባ ትበልጾ እዚ ሓደ እዩ እንዳበለጸቶ ትኸይድ ኣበይ ትሪኦ ክሳዕ ዓሻምና'ዩ ዝበጽሕ። ሕጂ ኣብ ዝኾነ ኣብ ዝኾነ ኣብያት ትምህርቲ ክንሪኦ ከለና እተን ዝበዝሓ ግዜ ብልጫታት ገለ ዝመርሓ ደቂ ኣንስትዮ እየን። እንታይ ማለት እዩ ንዓና? ንኣብነት ኣነ ካልኣ ይዛረብ ግን ኣብቲ ናይ ወለዲ ኮይነ ኮሚቴ ኮይነ ዘገልገልኩሉ ን ዓሰርተ ዓመት ቤት ትምህርቲ ዓወት ክዛረብ ተኾይኑ እቲ ድረክተር እንታይ ኢሉ እዩ ዝዛረብ ኩሉ ግዜ ከም መኽፈቲ ቃል ለብዘበን ከኣ እዘን ኣዋልድና ነቶም ኣወዳት ሕርሕራይ ገይረን እየን ብብልጫታት ኣራጺመንኦም እዩ ዝብል። መኽፈቲ እያ እዚኣ እረ ሓቂ እዩ ኸኣ። ሕጂ እቲ ሕቶ ካብኡ ብኡ ይቕጽል ዶ? እዚ ሕጂ ምስጋና ዘልዓልክለይ ሕቶ ክሳዕ ዓሰርተ ሻሙናይ ክፍሊ ዝበጽሓ ማእኸላይ ዝወስዳ ጽቡቕ ከይደን ካብኡ ከምኡ ዘይቅጽላ እንተ ኾይነን እንተ ኢልና ሕጂ ብድሆታት ናይ ሓዳር ይመጽእ ማለት እዩ። ሓንቲ መገዲ እየ ወሲደ እምበር ብዕድመኣ ክንወስዳ ከልና እንዳነፈዐ እንዳነፈዐ ጸኒሓስ ስለምንታይ ብኡ ዘይቀጸለቶ ሓዳር መጽእ ሓደ ናይ ገዛ ስራሓት ከኣ ማእለያ ዘይብሉ ኣብኣ እዩ ጸቕጢ ዝኸውን ምቁጽጻር ከኣ ማሕበራዊ ምቁጽጻር እቲ ሕብረተሰብ ከኣ ኣብ ልዕልኣ ዘየድሊ ጸቕጢ ስለ ዝፈጥረላ ምስ ደቂ ተባዕትዮ ኢና ነወዳድር ዘለና እዚ ጸቕጥታት እዚ ተኣኻኺቦም ነዛ ጓል በቲ ክትከዶ ዝግባኣ ነገር ንኸትከይድ ዝዕንቅፉ እዮም። ሕጂ ከም ሕብረተሰብ ክንርድኦ ዘለና ዝያዳ ነዚ ተኲርና ንሳ ከኣ ካብቲ ጸገማት ትገላገለሉ ካብዚ ዝበዝሐ ስራሕ ኣብ ገዛ ዝጸምዳ ነገር ልክዕ ከምቲ ወዲ ክትምዕብለሉ ዘኽእላ ባይታ ናይ ምፍጣር ሓላፍነት ኣለና ማለት እዩ። ሕጂ እዚ ሓላፍነትዚ ስለ ዘይገብር ክጎድላ ክእላ እየን እንተጎዲልና ግን ሓሚቐን ዘይኮነ ንሕና ከም ሕብረተሰብ ስለ ዝሓመቕና እዩ ኢለ እዛረብ ስለዚ እዚ ከነተኩረሉ ኣለና ደቂ ተባዕትዮ ከዓ ብፍሉጥ መጀመርያ ረብሓ ናይቲ ወዲ ተባዕታይ እዩ ንሳ እንተ ተማሂራ ንሳ እንተ ማዕቢላ ኢልና ካልኣይ ነገር ከዓ ነቲ ሕብረተሰብ ከዓ ዓብዪ ሓገዝ እዩ ሳልሳይ ነገር ክትኣሊ ትኽእል ኣብ ብዙሕ ነገራት ኣሎ ነዚአን ሕጂ ናይ ደቂ ተባዕትዮ ስራሕ ኣሎ ናይ ጓል ኣንስተይቲ ኣሎ ተማላሊእኻ እንድዩ ዝሰርሕ ግን ዝያዳ እንድሕር ማዕቢላ ዝያዳ እታ ስድራቤት ክትምዕብል ትኽእል ዝያዳ እታ ሃገር ከኣ ክትምዕብል ትኽእል እዩ ስለዚ እቲ ጸቕጥታት ዘምጽኣለን ነገር ክእለ ኣለዎ ማለት እዩ ገጠር እንድሕር ኸይድና ዕንፀይቲ ተምፅእ ማይ ተምፅእ በዱጉያ ትኸውን ተጥሕን ትልቅጥ ትኸውን ንወስዶ ኣብ ከተማ እንተወሲድና እውን ንሕና ብኾፍና ከለና ወዳት ንሳ ሽሃ ከተፍልጥ ሓደ ክሰርሕ ትገብር እዝታት ሕጂ ማዕረ ምዃንና እንድሕር ኣምን ኮይና ልክዕ ከምቲ ንሳ ትደኽሞ ንሕና ከኣ ናህና እጃምና ከነበርክት ከለና እያ ዝያዳ ትምዕብል ዝብል ርእዮቶ ኣለኒ ማለት እዩ። እንታይ ሓገዝ ክህብዎ ኣሎም ሕጂ ኣብ ትምህርቲ ኣብ ሓዳር ኮይነ ኣብ ሓዳር ከዓ መጀመርያ ትምህርቲ እጆ ክኽብሉ ኣለዎም መጀመርያ ነገር ስለዚ እቲ ንዓ ዘድሊ ሓለፋታት ሲ ክገብሩ ኣለዎም ክሕግዝዎ ኣለዎም ብኩሉ መዳይ ሲ ነቲ ትገብሮ ንሳ ሲ ከድንቑን ክድግፉን ኣለዎም ንሱ ከምቲ ንሳ ክመሃረላ ክምዕብለላ ደልዩ እቲ ወዲ ተባዕታይ ከኣ ነታ ኣብቲ ቤቱ ከማዕብላ ክኽእል ኣለዎ። ኣብ ኩሉሲ ክደጋጋፍኻ፣ እቲ ምጸቕጢ ዘምላስ ክማቐሎ ኣለዎ በሃላይ እየ ኣነ። ብኸምኡ እንተገይሩ ንቆልዑ ምእላይ፣ ቤት ትምህርቲ ምብጻሕ፣ ንዕኦም ምእላይ፣ ንዕኦም ዘድሊ ምግባር ንደቅኻ እንተገበርካ ሓላል እዩ፣ እንታይ ጸገም ኣለዎ? ንጓል ኣንስተይቲ ጥራሕ ዝወሃብ ስራሕ ኣይኮነን እዚ። ስለዚሲ ከም ሓለፋ ዘይኮነሲ ከም ግቡእና ከኣ ክንወስድ ኣለና። ንሳ ግቡኣ ትገብር ልዕሊ ግቡኣ ትሰርሕ እያ፣ ግን ንሕና እቶም ኣወዳት ከኣ ግፊ ግቡእና ምዃኑ ፈሊጥና እንድሕር ሕብረተሰብና ምዕቡል ክኸውን ኮይኑ ኣብ ማዕበልነት ዝመፅእ ምዕባለ እዩ ዝመፅእ። ስለዚሲ ንዕኡ ንኸነማዕብል ከዓ ኩልና ክንፅዕር ኣለና በሃላይ እየ። ፅቡቕ የቐንየልና ፕሮፌሰር ፅቡቕ ፅቡቕ ፅቡቕ ሰፊሕ መብርሂ እዩ ዘሎ ብሓፈሻ። ጽቡቅ ፕሮፌሰር ምስ ዘለካ ሕጽረት ግዜ ኣብዛ ናይ ኣውደኣመት ግዜ ኣብዛ ናይ ሓድሽ ዓመት ከዓ ቅሩብ ግዜ ትሽሙ ኣቢልናካ እንዳዛዘምና ኢና ንኸይድ ዘለና ኣብ መወዳእታ ምስ ዘለካ ልዑል ናይ ተመክሮ ስራሕ ብሓፈሻ ብፍላይ ድማ ኣብታ ናይ ፋይናንሻል ማኔጅመንት ትብል መፅሓፍ ዝሕተምካያ ክሳብ ሕጂ ዛጊት ዝተፈላለየ መፅሓፍቲ ሕቲምካ ኣለካ ፕሮፌሰር ንእግረ መንገደይ ንኩሎም ተምሃሮ ናይ ስማፕ በዚ ጋጣሚ እዚ ከጠቕሰሎም ዝፈቱ ፕሮፌሰር ኣብዚ እዋን እዚ ኣብ ናይ ዝሓለፈ ዓመት ዝገብርናያ ፕሮፌሰር ናይ ኩለን ናይ 15 16 ዓመት ሂስትሪ ናይ ስማፕ ዝገልጽ ኩሉ ሰነዳዊት መጽሓፍ ተቐሪባ ኣብ ዝሓለፈ እዋን ተመሪቓ ኣላ ምክንያቱ ኣነ ኣብዚ እዋን እዚ ሓሙሽተ ዓመት መመላእታ ኣብ ስማፕ ተማሂረ በዚ ጋጣሚ እዚ ምስ ወላድየይ ኮይነ እየ ዘዕልል ዘለኹ ካብ ክልተ ሽሕን ዓሰርተ ሰለስተን ክሳብ ክልተ ሽሕን ዓሰርተ ሸሞንተን ብዘይምቁራፅ እየ ኣብ ሰማብ ተማሂረ ብመንፅር ናይዚ ከዓ እቲ ስራሕ ኩሉ እቲ ተማሃራይ ደቂ ክላሰ ይኹኑ ቅድመይ ዝነበሩ ሰባት ተሰኒዶም ኣብ መፅሓፍ ተቐሚጦም ክርእዮም ከሎ ከዓ ይሕጉሰኒ እጂ ሰነዳዊት መፅሓፍ ንስማብ ነቲ ሂስትሪ ኦፍ ስማብ ትብል ናይ ዓሰርተ ሓሙሽተ ዓሰርተ ሽዱሽተ ዓመት ዝብል ብስእልታታ ተሰኒዳ ተዳልያ ኣላ ዝያዳ ፕሮፌሰር ብሓፈሻ ክገልጻ እዩ ኣብቲ ዌብሳይት ናይ ስማፕ እውን ክትፍኖ እያ ኩሉ እቲ ተምሃራያ ከዓ ክከታተላ እዩ ነታ መፅሓፍ ኣብ ርእሲኡ ናብታ ነጥበይ ክመፅእ ናይ ፋይናንሻል ማነጅመንት ልዑል ዝኾነ ብቕዓት ምሕደራ ናይ ፋይናንሻል ማነጅመንት እዩ ዘሎ ፕሮፌሰር መፅሓፍ እውን ሓቲሙ ኣብቲ እዋን እቲ ሰብ ንክጥቀመላ ተመሪቃ እያ ኣብ ውራያት ናይ ሃገርና ብሓፈሻ ብቕርጡው ዝኾነ ኣገባብ ክንኮዶ ዝግብኣና ነገር ኣሎ ኩሉ ግዜ ካ ትዕለና ክላስ እንዳኣተኻ እሞ ካብታ ቀዳመይቲ ዝብለካ ፕሮፌሰር መመረቕታና ኣፅቢብና ክንሕዞ ኣለና ኢሉ እዩ ዝጅምር እዚኣ ቀዳመይቲ ክላስ ኣትዩ ዝብላ እንኳ ሓጎሰኩም የውሃና መመረቕታ ቀሪቡ ዝኽበሃል ከሎ ግን ውራይ ጫማኻ ማዕረ እግርኻ እዩ ኢሉ እዩ ኩሉ ግዜ ዘዘንተወልና ነይሩ እሞ እዛ ኣብ መወዳእታ ከጠቓላ ዝደለኹ ምስቲ ኣነባብራናን ምስቲ ናይ ሕብረተሰብናን ምስቲ ዓቕምናን ከም ኮዶም ዘለካ ናይ ፋይናንሻል ማኔጅመንት ውህሉል ተመክሮን ክእለትን ከ ከመይ ለበዋን መልእኽትን ተመሓላልፈለይ እንዳዛዘምና ንኸይድ ጽቡቕ ኣርእስቲ ምጺኻለይ ምሕደራ ፋይናንስ ወይ ከዓ ምትሓዝ ፕሮጀክት እንዲ ሕጂ እቲ ዝበዝሕ ግዜ ሰባት ወይ ሃገራት ወይ ህዝቢ ወይ ከምዚ ናህና ጸጋታት ውሑድ ስለ ዘለካ ኣይኮንካን ሕማቕ ትበሃል። ነቲ ውሑድ ጸጋታትካ ብጽቡቕ ከተመሓድር እንተ ዘይክኢልካ ኢኻ ሕማቕ ትበሃል። ብዙሓት ኣለዋ ማእለያ ዘይብሉ ጸጋታት ፋይናንሳዊ ዘለወን፣ ክትርእየን ከለኻ ግን ኣብቲ ህይወተን ለውጢ ይገብራን እየን። ስለምንታይ? ልዕሊ ዓቕመን ክኸዳ ይደልያ፣ ዘየድሊ ይገብራ። ኣብ ናህና ክመጽእ ይብላ እየ። ኣብ መጹእ ግዜ ከነመርቖም ከለና ተመሃሮ፣ ኣሮን ምናልባት ስዒኻዮ ትኸውን እምበር፣ ሓንቲ ካብ ሓውሲ መጠቕቲ ካብ ቀደም ካብ ዩኒቨርስቲ ዝብላ ማለትሲ ወለድናስ ኣምሂሮምና ኣብዚ ኣብጺሖምና እዚ ኩሉ ጃህጃህ ኣይኮነን ዘድልየካ ዘድልየካ እንታይ ትገብረሎም ንሕብረተሰብ እንታይ ትገብር እምበር ንዚ ኩሉ ህዝቢ ኣኪብካ ንዓ ክንድዚ ኢልካ ናይ ዓመታት ዘይወስድ ቀደም እቲ ገንዘብ እውን ይኣኽለካ ክኸውን ይኽእል እዩ ቀደም ቀደም ዝነበረ ክንብል ከለና እቲ ገንዘብ ትዕቡ ደሞዝ መጀመርያ ትቕበሎስ ንብዙሕ ክሽፍነልካ ክእል ሎሚ ብግልብጥሽ ግን እንታይ እዩ እቲ ደሞዝ ዝቕበሎ ሰብሲ ን ሃየ ሃየ ን ርኣዩለይ ን ንኣብነት ኣብ ውራያት ክሪኦ ከለኹ ኣነሲ ሕጂ እንታይ እየ ዝብል ስድራቤትኩም ኣይተሸግሩ ብሻሂ ምምራቕን ብዊስኪ ብቢራ ብስዋ ብብዕራይ ሓሪድካን ነንበይኑ እዩ። እታ ብሻሂ ትምረቓ ዕላማኻ ፈጺምካ ኣለኻ ኳሓጎሰካ ዘይብል መን ኣሎ ከምዚ ሕጂ እንኳዕ ሓጎሰና ንብል ኣለና ብዙሕ ወጻእታት ክሓተካ ግን የብሉን ንኣብነት ኣብ ሓደ ክውን ግዜ ምናልባት ኣልዒልካለይ ሓደ ዝብዕራዮም ሕሪዱ ንግብጃ ነታ መመረቕቱ ዝገብር ተኾይኑ እዚ ኣይተምሃረን ክንብል ንኽእል ጽባሕ ከም እንታይ ክሓርሱ ንሱ ኸየናይ ደሞዝ ኣለኹም ኣለኹምላ ኣሎም ኢልካ ትሓስብ እዚ ካልእ ጎበረቤተይ ካብ ገበረስ ኣነ ከኣ ኢሉ ምስኡ ዝኸይድ ማእለያ ዘይብሉ ንስእልታት ን ስእሊ ደኣ ከይትጸልኡኒ እምበር ስእሊ ኣገዳሲ እዩ ንሰነድ ክኸውን ከሎ ግን ነዚ ንመርዓ ነዚ ኩሉ ሆይ ኢሉ ረኣዩለይ ኢሉ ዝጠፍእ ግን ምናልባሽ ዓቐኑ ኣዝዩ ዝኾነ ስለዚ እታ ዓንተቦ ዝበልካያ ሳእንኻ ማዕረ እግርኻ ከም ጎረቤትካን ከም ቤትካ ኢኻ ትነብር። እዚ ሕጂ ዝናህና ኣዝዩ ዓቐኑ ዝሰሓተ ልዕሊ ዓቐን ዝኾነ ንወጻእታትካን ኣታውታትካን ዘየነጻጽር ስለዚ ተዓድዩ እንድሕሪ ሎሚ ወጺኡ ወጻኢ ገይሩ ጽባሒቱ ክኸፍሎ ዘይክእል ተኾይኑ ስለዚ ተማህረን ኢና ክንብል ስለዚ እንታይ ኢኻ ትገብር እቲ ትገብሮሲ ልክዕ ማዕራኻ ክኸይድ ክኽእል ኣሎ መን ክሕጎስ ዘይደሊ ግን ብሻሂ ክንሕጎስ ንኽእል ኢና፣ ብስዋ ክንሕጎስ ንኽእል ኢና፣ ብዊስኪ እውን ክሕጎሱ ይኽእሉ እዮም። እቲ ሕቶ ግን እንታይ ኢኻ ጌርካ ነዚ ዝፈጸምክዎ ጽቡቕሲ መርኣያ ዓወተይ ማለት እያ። መርኣያ ዓወት ማለት ከኣ ግድን ኣይኮነን ኩሉ ዓለም ፍለጡለይ ኢልካ ካብኡ ናብኡ ከኣ ንኹሉ ከተሕጉስ ከኣ ኣይከኣልን እዩ። ዝሓምዮካ ከኣ ኣይሰኣንን እዩ እኮ ኩሉ ግዜ ከምኡ ዝመሰለ የጋዕ። ሕጂ ኣነ ክሪኦ ከለኹ ኣብ ብዙሕ ግዜ ንዛረብ ብዛዕባ ፋይናንስሲ እቲ ምሕደራ ንብሎ እተን ሃገራት እውን ንብለን ኣብ ሃገራት ነቲ ዘለወን ጸጋታት ብግቡእ ኣብ ዘድልዮ ነገር ከውዕላ ከለዋ እየን ስልጡናት ዝበሃላ እምበር ነቲ ዘለወን ጸጋታት ረኺበ ኢለን ስቕ ኢለን እንዳ ኣብ ዘይከወን ድሕሪ ውዒለንኦ ድሑራት እየን ማለት ስለዚ ከይነድሕር ምእንቲ ሕብረተሰብ ከኣ ዓቕሙ ርእዩ በዚ ጉዳያ ዝበሃል ብዙሕ ግዜ በታ ዓቕምና ክንከይድ እየ ክላህቦ ዝደሊ። በዚ ኣጋጣሚ ማለት እዩ። እታ ፋይናንስ ንብላ እሳ እያ፣ ምሕዳር ንሳ ንብላ እያ። ስለዚ ኣነ እዚኣ እየ ክዛረብ ዝደሊ። ፕሮጀክት እያ እዚኣ። እዚኣ ፕሮጀክት እያ። እታ ዝበልካያ ፕሮጀክት ማነጅመንት ትብል መጽሓፍሲ እዚኣ እያ። ኩሉ ህይወትና ከኣ ፕሮጀክት እዩ። ሓሲብኩም መጺኹም፣ መሳእል እምጺእኩም፣ ዝተቐሪቡ ንዘራረብ ኣለና፣ ዝተዛረብናዮ ከኣ ንኻልኦት ክሳገ ክፍኖ እዩ። ክፍኖ ከሎ ከኣ። ብእወታ ክጸልዎም ተስፋ እገብር፣ ከምኡ ተጸልዮም ከኣ ካልእ ህያብ ኢኹም ትህብዎም ዘለኹም ነቶም ዓለም ዘለዉ ህልው ሕሰቡ በሉ ኣለና እኮ ከምዚ ኢና ክንምዕብል ዘለና ክበሃል ከሎ ውን እዚ እቲ ፕሮጀክት ትብሎ እዚ ዘዕውተካ ጽቡቕ ነገር ናብ ጽቡቕ ዝምኸድ ናብ ትምህርቲ ዝኸይድ ክኾን ከሎ ኣዝዩ ጽቡቕ ንብሎ ማለት እዩ ስለዚ ኣነ እንታይ እየ ዝብል ትሕቶ ኩሉ ግዜ ንክደግማ'የ፣ ሃገራት ጸጋታት ውሒዱና ዘይኮና ክብላ ዘለወን፣ ነቲ ብዙሕ ጸጋታት ወይ ውሑድ ጸጋታት ከነመሓድር ክኢልና እንተ ኢለን ጥራሕ እየን ንፉዓት ዝብላ። ስድራቤት'ውን ከምኡ እዩ። ነታ እቶት ናይታ ስድራቤት ከምኡ። ስለዚ እዛ ዝበልካያ ቁጠባ ንስድራ እንተ ምስጋና እንተ ሂብናያ፣ ዓልቤታ ክህባ ከሎ ከመይ ገይራ ተወሃህዳ እንታይ ትገብር ትፈልጥ እያ። ትፈልጥ እያ ስለዚ እቲ ሕቶ እንታይ እዩ ነቲ ዘሎ ጸጋታት ከመይ ገይራ ኣመቃሪሓ ከመይ ኢሉ ዝበልናየን እኮ ኣዴታትና ከይተማሃራ መዮ ኣመቃሪሐን ብዘለወን ጽዒደን ነቲ ኩሉ ክኢለን ከምዘይ ከምታ ትዕወት ገይረን ዝገብራ ስለ ዝኾና ምሕደራ ማለት ነቲ ዘለካ ጸጋታት ብግቡእ ኣብ ግቡእ ምውዓል ማለት እዩ እዚኣ እያ እታ ፋይናንስ ዝብላ
የቐንየልና ኣዝና ነመስግነካ ስለ ግዜኻ ስለ ኩሉ ሰፊሕ መብርሂኻ ብልቢ ነመስግነካ ከም ኩሎም ዓበይቲ መምሃራን ዕድመን ጥዕናን ይሃብካ ኣብቲ ኩሉ ገስጋስ ናይ ስራሕካ ድማ ዓወትን ኣሳልጦን ንምነ በዚ ኣጋጣሚዚ ብስም ኩሎም ዝመሃርካዮምን ብስም ኩሎም መሳርሕትኻን ሰናይ ምንዮትና ኣብ 2025 ክንገልጸልካ ንፈቱ። ዕድመን ጥዕናን ይሃብካ ፕሮፌሰር። ናይ መወዳእታ መልእኽቲ ከተመሓላልፎ ትደሊ ይኹን ናይ ዋህና መልእኽቲ ንዓኻ ዕድል ክንበካ። ምስጉን ሓፍተይ ዝተረፈ ነገር እንድሕር ኣሎ ካብኡ ከሎ ክስዕብ ባብሉ እሞ ክዛዝመልና ፕሮፌሰር ብኸም ንዓኻ ዝብለካ እኳ ኣዝዩ ብዙሕ እንዲ ነይሩ ምስቲ ዘለና ግዜ ውፍይ ኣቢልካ ዝሃብካና ግን ሕፅር ኣቢለ ከመስግነካ ንኹላትና ብሓፈሻ ንኹላትና ተምሃሮ ፍልጠት ሂብካና ካብ መሃይምነት ኣድሒንካ ሓደ ዓውዲ ንምረቐሉ ጌርካ ብንፅዋዕሉ ስለ ዝገበርካና ኣዝየ ደመስግነካ ምስ ማብ ከዓኒ ከምዚ ጌርካ ኣማዕቢልካ መመሊስካ ከተንፍሓ ዕድመን ጥዕናን ይሃብካ ኣምላኽ ሓግዝካ ኣዝየ ኢና ነኽብረካ ኣዝና ኢና ንፈትወካ ምስ ኩሎም ስድራኻ ርሑስ ሓድሽ ዓመት እንዳበልኩ ብሽም ኩሎም ተኸታተልቲ ናይዛ መደብ ህድሞና ነባሪት ተምሃሮስ ማጠን ምስጋና የብጽሓልካ። ኣብ መወዳእታ ዝገበረልካ ወይ ግበረሉ ወይ ንበረሉ እንዲ ንፕሮፌሰር ኣብ ቅድሚኡ ከመስግኖ ፕሮፌሰር ናይ ብሓቂ ብዘይቀል ዓለም እዋ ናይ ብሓቂ ኣብ ኩሉ ግዜ እዚ ምስጋና ከዓ ናተይ ጥራሕ ደይኮነ ናይ ኩሎም እቶም ምሳይ ዝነበሩ እውን እዩ ሓጋዚ ድኻ ሓጋዚ ዝተሸገረ ሰብ ንምዕባለን ንዕቤትን ናይ ሓደ ሕብረተሰብን ንሃገርን ዝጽዕር ብቁኑዕ ዝኾነ ልቢ ዝሕግዝ እታ ትረኣዮ ነቐፌታ ከኣ ኣብ ሰዓታን ኣብ ግዜኣን ነቒፉ መስመርካ ዘትሕዝ ከም ምዃኑ መጠን ኣዝየ እየ ዘመስግኖ ኣብ ብዙሕ እዋን ከኣ ቁልጡፍን ቀጥታውን ውሳኔታት እዩ ዝወስድ። ኣብነት ክትኮነና ኣብ ክልተ ሽሕን ዓሰርተ ኣርባዕተን ኣብ ክላስና ፕሮጀክት ምሳና ግሩፕ ነይራ እንዳ ደንጎየት እያ ትመጽእ ሕጂ እንታይ ኮይና ትድንጉላ ኢለ እየ ዝሓስብ ኩሉ ግዜ ከም ጓል ኣንስተይቲ ከዓ እቲ ዘለዋ ፃዕሪ ከዓ ትርኢ ምሽ ቁርብ ዋላ ዝኾነ ቀያይራ ክትመፅእ ኣይትኽእልን ምስ ምክንያቱ ሕዚ ግዜኣ ሓፂር ስለ ዝኾነ ዋ፣ እንታይ ኮንኪ እየ ክትድንጉ ኢለ እያ ፕሮፌሰር ይዝክራ እዩ እንተዘይዘኪርዋ እውን ብዙሕ ከምኡ ስለ ዝገበረ እውን ክበዝሖ ክእል እዩ ዋ፣ ኣነስ ሰራሕተኛ ገዛ ናይ ሰበይ ኢላትኒ ራዕዲ ኤነርጅያ ሰራሕተ ኣነ ክሳብ እዛ ሰዓት እዚኣ ኣብ ርእሰይ ኣላ ሰራሕተኛ ገዛ ናይ ሰብ እየ እምባ ከመይ ጌርክ ደኣ እሞ ትኸፍሊ ማለት ሲ ከመይ ጌርክ ትኽእሊ እዮ እቲ ፋይናንስ ክንደይ ትኽፈሊ እወ እቲ ክፍሊት ደሓን እዩ ዝጋነን ኣይኮነን ከም ኩለን ሰራሕተኛ ዝኽፍሎ ግን ተማሂረ ኣብ ሓደ ደረጃ ከበፅሕ ስለ ዝደልሲ ባዕለይ እንዳኸፈልኩ እየ ዝመሃር ሕጂ ስራሕ ውዒለ ኣርባዕተን ፈረቃን ካብታ ገዛ የፍቁድለይ ንክምሃርታ ዘፍቁድዋ ንባዕሎም ክምስጎኑ ይግብኦም እቶም ሕብረተሰብ ምክንያቱ ሰራሕተኛ ክንሳ ምሽ ንፈልጦ ኢና እቲ ገባባት ገሊኡ ከዓ ሓጋዝ እዩ ፍቓድ ሂቦማ ንክትምሃር ጎኒ ጎኒ ከዓ ካብታ ደሞዛ ኣጠራቂማ ስድራ ከዓ ኣብ ዓዲዮም ካብኣ እንዳኸፈለት ካብኣ ከዓ ንስማብ ትኸፍል ነይራ ከምዚያ ምስ በለትኒ ምሽ ሓንሳብ ስምዒትካ ክትቆፃፀር ኣይትኽእልን ገሊ ብዚኣ ፅንሕኒ ኢለ ስማፕ ኢንስቲትዩት ኣብዛ ትራቮላ ኢና ነርና ሳባቢሊን ኣጋጣሚ ፕሮፌሰር ሽዑ ክኣቱ ስለ ዝረእኹዎ ይጽናሓለይ ኣይትብሎን ኢኻ እዚ ዓይነት ስምዒት ከይደ ኮሕኳሕ ኣቢለ ፕሮፌሰር እብሎ ማለት ከም ኣቦይን ከም ዓርከይን ስለ ዝኾነ በዚ ኣጋጣሚ እዚ ኣዝየ ዘመስግኖ ሓንቲ መልእኽቲ ክነግረካ ደልየ ኢለ እዋ ከምዚኣን ከምዚኣን ተማሃሪት ኣላ እዛ ተማሃሪት እዚኣ ሰራሕተኛ ገዛ እያ ከምዚኣ ገይራ ከዓ ትኸፍል ስለዚ ነዚኣ እንታይ ክትሕግዛ ትኽእል ሓጋዚ ስለ ዝኾንከ ኢሉ ኣይተዛረበንን ፋይናንስ ሰላም ጸዋዓለይ ኢልኒ ወላ ሓንቲ ሰሚዕዋ መን እያ እንታይ ኣይሓተተንን እታ ሂስትሪ ኣብ ኩሉ እምነት ኣብ ልዕሌና ስለ ዘሎ ብልዕሊ ተማሃራይ ሰላም ተጸውዐ ንዕ ሰላም ጓለይ ኢልዋ ሰላም ማለት ከዓ ካብ ደረጃ ታሕቲ ኣብ ዝለዓለ ደረጃ ኣካውንቲን ኣምሂሩ ፋይናንስ ናይ ስማፕ ኣድሚኒስትሬሽን ዝገበራ ሰብ እያ በዚ ኣጋጣሚ እዚ ትማሊ ዝገልጾ ዝነበርኩ ከዓ ዕባይ ናይ ሰራሕተኛታቱ ከም ምዃኑ ከምስክሮ ልደሊ መንሸማ እታ ተምሃሪት ፀውዓያ ኢሉኒ ፀዊዐ እዛ ጓለይ ኢሉ ንፍዕቲ ከምዚ ምግባርኪ ተሓጒሰ ስለዚ ኣጆኺ ኣብ ጎንኺ ኣለና ክንደይ ተሪፍኪ ኣሎ ኢልዋ ኣርባዕተ ሰሚስተር ኢላቶ ኣርባዕተ ሰሚስተር ማለት ብዙሕ እዩ ብገንዘብ ጣዕጣዕጣዕጣዕ ኢሉ ፍሪ ሽማ መዝግበያ ብነፃ ትምሃር ኢልዋ ብጣዕሚ ብልቢ እየ ዘመስግነካ ፕሮፌሰር ናይ ብሓቂ ሓጋዚ ኩሉ ሰብ ከም ምዃንካ ብስም ኩለን ከመስግነካ እዩ እዚ ሓደ ኸኒየለ ሕጂ እንታይ እዩ ሓንቲ ነገር ክንርዳእ ኣነ ምናልባት ካብቶም ብማህደረ ትምህርቲ ወፃእ ዝተማሃርኩ እየ ኣብ ደገ ተማሂረ ሕጂ እንታይ ኢለ እየ ዝሓስብ ንሳቶም እኳ ወፃእተኛታት ንዓና ማህደረ ትምህርቲ ዝህቡሲ ንሕና ዓቕሚ እንተልይና ንናህና ክንገብር ከልና ረብሓ እየ ዝበልካዮ ሉምድ እዩ ብብዙሕ ኣይትንገሩለይ እንዳበልካ ትኸዶ እውን ኣሎ እዚኣ ምግባርካ ከዓ ሕልናኻ እዩ ስለምንታይ ኢኻ ትገብር ኣነ ዘይገበርኩ ደኣ መን ክገብር ዓይነ ስውራት መፃ ጓለይ ከም ዝኾይነት መሊኡ ታሪክ ኣለኹ እቲ ታሪክ ግን ንዓይ ሓንቲ ነገር እዩ ኣብ ኤርትራ እንተሊኻ ኤርትራዊ እንተኾንካ ትኽእሎ ነገር ተልዩካ ትኽእሎ ምግባር እዩ እምበር ገንዘብ ሒዝና ኣይንኸይድ ኣይኮናን ኩልና ጥራይና ንውለድ ጥራይና ከዓ ንኸይድ ከማይ እንዲያ ሓንቲ ጨርቂ ኢና ሒዝና ንኸይድ ኣብ ኣተሓሳስባኻ ግን ንብዙሓት ነዛ ሰብ እዚኣ ብምግባር ንብዙሕ ስድራ ቤት ክትሕግዝ ትኽእል እያ ንዓ ብምግባር ትሕልና ካልኦት ኣሎ ካብ መውል ተለቂሕና ኢና ከምዚ ንምሃር ምስ በሉ ካበይ መፅኡ ቸክ ምስ ረኣኹዎ ካበይ መፅኡ እንታይ ኢልኩሞ እንተለቂሕናስ ክንምሃር ክሓልፈልና ነቲ መውል ምለስሎም ንስኻትኩም ከኣ ትብሎ ኣሎ ማለትሲ ኣሽሓት ነገራት እዚ ዝገብሮ ግን ንክረኣየሉ ወይ ክጀሃረሉ ዘይኮነ ትንገርሉ እንደ ሕልናኻ ክገብሮ ዘለዎ ካልእ ወፃእተኛ እኳ ኣምሂሩሲ ብታና ኮነ ዝብል ብዙ ዝወፅያ እዩ ዘለዎ ህዝቢ ክንደይ ዝመሃር ዘሎ እንታይ ደ ጌርና ኣሎ እዚስ ኣብ ዓዱ እዩ ዘሎ ግብሪ ሃገሩ ይኸፍል፣ ንሃገሩ የገልግል፣ ኣብ ሃገራ ትሰርሕ፣ ንኸምኡ ተገልግል ሰብሲ እዚኣ ንእሽቶ ንኽእላ መምህር ምዃንካ ተሕብነካ ከኣ እሳ እያታ ዝበልኳ። ካልእ ስራሕ የብልካን ምኹስኳስ ሓንጎል እዩ። ምኹስኳስ ሓንጎል ከኣ እዚኣ እያ። ፋይናንሳዊ ከኣ ዓቕሚ ኮይኑ እንድሕር ሂብካዮ ብከምኡ ክኸይድ ዝኽእል ስለዚ እቲ ዝበልካዮ ኣሮን የቐንየለይ ሓድሽ ነገር እኳ እንተዘይኮነ ብዙሕ ይህሉ ኸውን እውን ዘይንዛረበሉ መዓልቲ ኣለዎ ግን ዜርካ ዜርካ እንታይ ኩልና እቱ ኣነ ንዓኣ ጽቡቕ ዝገብራ ንሳ ኸኣ ንኻልኦት ጽቡቕ ክገብር እቱ ንዓኻትከም ንብሎ ኸኣ እቲ ኻልእ ኸኣ ኸምኡ እዚ ንሰብሲ ባይታ ጥጡሕ እንተፈጢርካሉ ዘይቅየር ህይወትና ቀይርና ዝበሃሉ ኣለዉ ብዙሓት ኣቕይሩ እዮም ተመኽሪ ሂባታ ትቕየር እያ ከምዚ ግበር እንተኢላታ ትቕየር እያ ስለዚሲ ጉቡኤ እየ ገይረ እየ ዝብላ ኣነ ጉቡኤ እየ ገይረ እምበር ከም ዓቢ ነገር ዝኾነ ኤርትራዊ ኸኣ እንተረኺቡ ዝገብሮ እዩ ስለዚ እዚ ዝገበርናዮ ዓቢ ነገር እዩ። ናብቲ መስመር ክመጽእ ናብቲ ዝበልኩሞ ኣነ መጀመርያ ከምዚ ኢልኩም መጺኹም ብኣኽብሮት እዚ ከኣ ህያብ ንህለ ንሪኦ ዘለና ላይፍ ኢዝ ጉድ እያ ትብል ዘላ ላይፍ ኢዝ ጉድ የስ ኢትስ ጉድ ላይፍ ኢዝ ጉድ ፎር ኤቭሪዋን ሕጂ ህይወት ከኣ ትማል እላ ሎሚ እላ ካብ ሎሚ ተማሂርና ንጽባሕ ኢና ክንነብር እንደሊ ንጽቡቅ ኪኮነልና ከኣ ኢና እንደሊ ንስካትኩም ከምዚ ተብርህዎ ዘለኩም ከኣ ዝበለጸ ብርሃን ኤርትራ ይግበረላ ዝበለጸት ሃገር ትኮነልና ከምቲ ዝገበርኩምለይ ንዓይ ጽቡቅ ኣነ ኣዚዩ ጽቡቅ ይስማዓኒ ዓቢ ህያብ እዩ ዘይርስዖ ህያብካ እዩ። ሓድሽ ነገር ኣይኮነን ኩሉ ግዜ እዚ ግን ከምዚ ዓይነት ህያብ ብከምዚ ዓይነት ተወዲቡ ዝመጽእ ማዕረ ክንደይ መንእሰያትናስ ኣተሓሳስብኦም ካባና ዝበለጸ ኮይኑ ኣሎ መርኣያ ኮይኑ ስለ ዝስምዓኒ የቐንየለይ ንህዝቢ ኤርትራ ደጊመ እንቋዕ ሓጎሰካ ርሑስ ሓድሽ ዓመት ኣብ ሙሉእ ኤርትራ ወጻኢ ዘሎ ሃገር ዘሎ ኩሉ ዘሎ ዕድመን ጥዕናን ይፍጠረሉ ዝርሃዋን ዘመነ ሰላምን ምዕባለን ቅሳነትን ክኾነልና ከኣ እምነ ንዓኻትኩም ንቤተሰብን ንዓኻትኩም ከኣ ዕድመን ጥዕናን ይሃብኩም ዝበለጸ ክትሰርሑ ከኣ ከም ቀደምኩም እላበወኩም የቐንየለይ ክብል ደል የቐንየልና ብጣዕሚ ኢና ነመስግን ክብረት ሃበና
ደጊመ ንመላእ ህዝቢ ኤርትራ ኣብ ውሽጢ ሃገርና ወጻእን ብምዃን ነዚ መደብ እዚ ኣብ ምክትታል ትርከቡ ዘለኹም ኣብ ኩሉ ኩርናዓት ዓለም ዝርከብ ኩሉ ኤርትራዊ ዘመነ ሰላም ዘመነ ራህዋ ዘመነ ቅሳነት ዘመነ ምትሕቁቃፍ ይግበረሉ ንጅግና ሓይልታት ምክልኻል ዋልታ ሃገር ድማ ዘመነ ሰላምን ዘመነ ቤቱ ዝምለሰሉን ግዜ ይግበረልና ምስ ፕሮፌሰር ከነካይዶ ዝጸናሕና ሓጺር ዕላል ኣብዛዚምና ኣለና ስለ ግዜኡ ኣዚና ነመስግን ንኩሎም ኤርትራውያን ዓበይቲ መምሃራን ካብ ዝነኣሰ ክሳብ ዝለዓለ ደረጃ ንኩሉ ኤርትራዊ ኣብ ምምሃርን ኣብ ምስራሕን ዝርከቡ ዘለዉ ምስ ኩሉ ኣድሚኒስትሬቲቭ ስታፍ ድማ ርሑስ በዓል ክብሎም ፈቱ ስለ ኩሉ ሞያኦም ስለ ኩሉ ሞያዊ ኣበርክቶኦም ኣዝየ የመስግን የቀኔለይ ክብረት ሃበልና ፕሮፌሰር ምስ ኩሎም መሳርሕተይ ካሜራማን ቤንጆ ካሜራማን ዘማዳ ህድሞናቲምን ምስጋና ሓፍተይ የቀኔልና ኣረን ሓወይ የቀኔልና ፕሮፌሰር ኣዝየ ነመስግነካ እዚ ንሕና ዘምጸናልካ ኣዝዩ ኣዝዩ ንእሽተይ ነገር እዩ ንዓኻ ዝበቅዕ ኣይኮነን ከምቲ ዓንተይ ዝበልኩኻ ንሕና ግን ካባኻ ኣዝዩ ዓቢ ነገር ኢና ከሲብና ንኸይድ ዘለና ንሕና ጥራይ ዘይኮነ ተዓዘብትና ተኸታተልትና ነባሪ ነገር ኢኻ ትገድፈልና ዘለኻ ከምዚ ሽሕ ኢልና ሚእቲ ሽሕ ሒዝና ንኸይድ ዘለና ዝዓይነቱ ማለት እዩ ንዋታዊ ሓላፋ እዩ ኩሉ ግዜ እዚ ዝሃብካና ምኽርን ትምህርትን ግን ንኩሉ ግዜ ነባሪ እዩ ኣዚና ኢና ነመስግነካ ከማኻ ዓይነት ኣቦ ምህላውና ከኣ ኣዚና ሕጉሳት ኢና ከማኻ ይብዝሑልና ንበረልና።
ከማኻትኩም ሓላፍነት ዘለዎ መንእሰይ ከምዚ ክንገብር ኢና ዝሓስብ ከኣ እቲ ኣዚዩ ተስፋን ፍናንን ዝህበኒ እዩ። ስጅህ እዩ ህያብ ተዋሂቡ ዘሎ ከኣ ንዓይ እንታይ ክትገብር ኣለካ ንመንእሰያት ናይ ሕብረተሰብ ንሃገርካሲ ዝያዳ ክትሰርሕ ኣለካ ክሳዕ ዕለተ ሞትና ብዘለናዮ ዝያዳ ከነበርክት ዘተባብዕ ግን ከኣ ብዕድመኦም ናእሽቱ በተሓሳስበኦም ዓበይቲ ዝኾኑ ሰባት ብምምጽኡ ከኣ ኣዝየ እሕበንን ይሕጎስን ቀጽልዎ ከምዚ መሰል ኣተሓሳስባ ከኣ ንኤርትራ ክቕይራ ከም ዝኾነ ርግጸኛ እየ። ኣብ ጸጽቡቕኻ ክንበጽሕ ኢና። ኩሉ ግዜ ቃልሲ ኣሎ። እቲ ቃልሲ ከኣ ክትዕወተሉ እንተኾንካ ጸኒዕካን ተሪትካን ኣብቲ ትኽእሎ ነገር ብምስራሕን እዩ ዝመጽእ እሞ ከምዛ ሒዝኩማ ዘለኹም በብናህና በብናህና ሞያታትና ክኸውን ይኽእል ብስርሓና ክኸውን ይኽእል ተሓባቢርና እንድሕሪ ሰሪሕናላ ዘይትምዕብለሉ ምኽንያት የብላን። ስለዚ ኣነ ምዕብልቲ ዝኾነት ሃገር ክትህልወና ተስፋ ገብር። ስለምንታይ እዚ ኣተሓሳስባ ከም ዝበሉ መንእሰያት ዝሓስብዎ ክርኢ ከለኹ ምስቲ ናተይ ቀደም ዕድመ ዝነበረሲ ኣዝዩ ተፈልዩን ዝማዕበለን ኮይኑ ስለ ዝረኣኹዎ ኩሉ ግዜ ኮስኩስዎ ንራኸብ ንዝበለጸኻ ክትገብሮ ኣነ እየ ዝያዳ ከሲበ ተማሂረ ክብል እኽእል እየ ኩሉ ግዜ መምህር ተማሃራይ እዩ ኩሉ ሳዕ ስለዚ ኣነ ከኣ ክመሃር እየ ውዒለ ከምዚ ክሓስቡ ድዮም መንእሰያት እዚ ሓላፍነት ይወስዱ ድዮም ክብል ከለኹ ኣዝዩ ጽቡቕ ጽቡቕ ነገር ስለ ጽቡቕ ናይ ጽቡቕ ስለ ዝኾነ የቐንየለይ። ስለዚ ዝሃብኩምኒ ህያብ ከኣ ንወለዶታት ዝያዳ ስራሕ ከማልእ ሓላፍነት እወስዶ ኣለኹ። የቐንየለይ።
ክቡራት ተኸታተልትና መደብ ሕሞና ነባሪት፣ ንሕና ድማ ብወገና ኣዚና ኣዚና ብሩኽ ዝኾነ ሓድሽ ዓመት ኢና ንምንየልኩም። መባልዕትና ይግበሮ፣ ሙሉእ ጥዕናን ሰላምን ይሃብኩም። ምሳና ሓቢርኩም ብምፅናሕኩም ኣዝየ እየ ደመስግን።